ሰላማት ከመይ ትኾኑ ሎማዕንቲ ንደቂ ተባዕትዮ ዝጠቅም ነገር ሒዘልኩም መፅ ኣለኹ ኣብ ፆታዊ ርክብ ጎበዝ ዝገብሩኻ ወሰንቲ ነገራት እንታይ እንታይ እዮም ብሓደ ኮይንና ክንሪኦም ኢና ዋላ እኳ ብሃይማኖት ቅድሚ ሓዳር ፆታዊ ርክብ ሓጢኣት እንተኾነ ሓዳር ይኹን ናይ ፍቕሪ ግዜኻ ግን ፆታዊ ርክብ ብዝበለፀ ጥዒና ዘለዎ ርክብ እዩ ዝገብሮ ይኹን ደኣ እምበር እንተተኻኢሉ ቅድሚ ሓዳር ምግባር ጾታዊ ርክብ እንተዘይግበር ይምከር። ኣብ ሓዳር ዘሎ ሰብ ግን ጾታዊ ርክብ ዘይምግባር ፈጺሙ ኣይምከርን። ምኽንያቱ ከዓ ሓዳር ዝግበር ሱቕ ኢልካ ተሓቛቒፍካ ክትነብር ኣይኮነን። ክቡራት ኣሕዋተይ ቅድሚ ናብቲ ዋና ዋና ዝኾነ ሓሳባት ምእታይና ሰብስክራይብ ብምግባር ቤተሰብ ይኹኑ። በብዋኑ ሓደሽቲ ቪድዮታት ክበጽሐኩም እታ ናይ ደወል ምልክት ጠውቕዋ። ክቡራት ኣሕዋተይ እስኹም ሰብስክራይብ ብምግባርኩም ትጉድእዎ ነገር የለን እኳ ደኣስ ንዓይ ትሕግዙኒ እስኹም ከዓ ትምህርቲ ትወስዱ ማለት እዩ እሞ ሎማዕንቲ እዛ ቪድዮ ትርእዩ ዘለኹም ኩልኹም ኣሕዋተይ ሰብስክራይብ ክትገብሩለይ ብትሕትና ይሓተኩም ላይክ ሼር እውን ክትገብርዎ ናብ ቤተሰብኩም ብኽብሪ ይሓተኩም። እምበኣርከስ ናብቲ ዋና ርእስና ክንምለስ ከለና ሓደ ወዲ ተባዕታይ ኣብ እዋን ጾታዊ ርክብ ጎበዝ ንክኾን ኣቐዲሙ እዞም ዝስዕቡ ነገራት ክገብር ኣለዎ። መጀመርታን ክዝንጋዕ ዘይብሉ ወሳኒ ነገር ሓደ ወዲ ተባዕታይ ጽሬቱ ክሕሊ ኣለዎ። ገና ኣብ ፍቕራዊ ርክብ እንተሃሊኻ ሓወይ ኩልሻዕ ቆጸሮ ኣብ ዝህልየኩም መዓልቲ ጽሩይ ክትከውን ኣለካ ዋላ ኣብ ሓዳር ዓለም እንተሃሊኻ ካብ ስራሕ ተመሊስካ ሱቕ ኢልካ በሊዕኻ ኣይትሃርስ መጀመርታ ሰላም ኢልካያ ምስ ኣተኻ ነብስኻ ተሓጺብካ እንተ ነርካ እኳ እግርኻን ኢድካን ተሓጸብ ናይ ለይቲ ብጃማ ቀይር ድሕሪ ድራር ቅድሚ ናብ ዓራት ምድያብካ ናይ ኣፍካን ናይ ስንኻን ጽሬት ሓሉ ተሓጸብ ደስ ዘይብል ጨና ምስ ዝህሉ ግን ርክብካ ድኹም ክኸውን ይገብሮ ማለት እዩ። ካልእ ብዛዕባ ጾታዊ ርክብ ግልጺ ምዝርራብ እዩ። ኣብ መጀመርታ ከም ዝረኣናዮ ክዝንጋዕ ዘይብሉን ወሳኒ ነገርን እዩ ዝበልክዎ ጽሬት እንተ ደኣ ሃልዩ ተቐራሪብካ ዲኻ ዋላ ተሓቋቒፍካ ክትዘራረብ ይዕድመካ ማለት እዩ። ግልጺ ምዝርራብ ማለት ንኣብነት ስምዒትካ ምግላጽ፣ ናይ ፍቕሪ ቃላት ምጥቃም፣ እናሰዓምካያ ክኾን ይኽእል እዩ። ካሊእ እንታይ ከም ትደሊ ምጥያቕ እዩ። ደቂ ተባዕትዮ ብዙሕ ግዜ ይዝንግዕዎ እዮም ኢለ ዝሓስቦ ነገር እዩ። እስኻ ጾታዊ ርክብ ክትገብር ስለ ዝደለኻ ጥራሕ ክትገብር የብልካን። እሳ ኣብ ስምዒት ዘይኣተወትሉ ሰዓት ጾታዊ ርክብ ምግባር ንኣኻ እውን ኣይጽቡቑን። ስለዚ ድሌታታ እንታይ እዮም እናሰዓምካ እናነኻኻእካ ሕተታ ከም ተፍቅራ ንገራ ድሌታታ ምስ ነገረትካ ኣኸቲልካ ናትካ ድሌታት ንገራ ቀስ እናበለት ኣብ ስምዒት ክትኣቱ እያ ብድሕሪኡ ኢኻ እትደልዮ ነገር ክትገብር ትኽእል። ኣብ ጽቡቕ ሙድ ከም ዘላ ምግንዛብ ወይ ከዓ ኣብ ጽቡቕ ሙድ እንድሕር ዘየላ ኣብ ጽቡቕ ሙድ ክትኣቲ ምግባር። ሰበይትኻ ወይ ኣፍቃሪትካ ናብ ጽቡቕ ሙድ ክትኣቲ እንድሕር ደሊኻ ወክ ክትገብር ሕተታ። ድራር ጋብዛ፣ ጊፍት ሃባ፣ ኣብ ገዛ ብሓደ ተሓቋቒፍኩም ሮማንቲክ ናይ ፍቕሪ ፊልም ረኣዩ። ኣብ ገዛ ካንድል ናይት ፕሮግራም ግበር ዋይን ጋብዛ ከምዚ ጌርካ ሙዳ ቀይሮ ብድሕሪ እዚ ኢኻ ማዕረ ናይ ፆታዊ ርክብ ድሌት ክህልዋ ትገብራ ኣድንቃ ዋው ሎማዓንቲ ሽኮር ኮንኪ ዝተቐባእኽዮ ሽታ ብጣዕሚ እዩ ደስ ዝብል ዝተኸደንክዮ ክዳን ኣጥዒሚልኪ ዝተቆነንክዮ ቁኖ ምሳኺ ዝኸይድ እዩ ዝሰራሕክዮ ምግቢ ብጣዕሚ ጥዑም ነይሩ ከምዚኣቶም ዝኣመሳሰሉ ቃላት ተጠቐም። ደቂ ኣንስትዮ መብዛሕትኤን ብዝበሃል ደረጃ ኣድናቖት ይፎትያ እየን። ካሊእ ብሓደ ክትኮኑ ከለኹም ሱቕ ዘይምባል፣ ቃላት ምጥቃም። ቃላት ምጥቃም ክንደየናይ ጠቓሚ ምዃኑ ንምርግጋጽ እስቲ ዋላ ቅድሚ ናብ ጾታዊ ርክብ ምእታይካ ቃላት ተጠቐም። ንኣብነት ይፎትየኪ እየ፣ ብጣዕሚ እየ ዘፍቅረኪ፣ ካባኺ ንላዕሊ ንዓይ ሕጉስ ትገብረኒ ጓል ኣንስተይቲ የላን ኣላ ኢለ እውን ኣይሓስብን ክትስዕምኒ ከለኺ ኣብ ካሊእ ዓለም ኢኺ ተእትውኒ ዝብሉን ካልኦትን ስምዒት ዘለዓዕሉን ናብ ጾታዊ ርክብ መንገዲ ዝኸፍቱን ቃላት ተጠቐም ሱቕ ኣይትበል ቃላት ተጠቐም። ካሊእ ወሳኒ እዩ ኢለ ዝሓስቦ ናይ ሰውነት ምንኽኻእ እዩ። ናይ ሰውነት ምንኽኻእ ክእለትካ ፍልጠት ዝተመልኦ ግበሮ። ኣበይ እንተነኺእካያ እያ ደስ ዝብላ። ናይ ሰውነት ምንኽኻእ እንድሕር ዘየለ ከመይ ጌርካ ናብ ስምዒት ክተእትዋ ትሓስብ። ስለዚ ኣበይ ኣበይ እንተነኺእካያ ኢኻ ጓል ተነስተይቲ ናብ ስምዒት ትኣቱ ወይ ድማ ስምዒታ ዝለዓዓል ፍልጠት ክትሕዝ ኣለካ መጀመርታ ማለት እዩ። ኣዝዛ ወዲ ተባዕታይ ክእዝዝ ከሎ እዩ ዘጥዕመሉ። ግን መጀመርያ እሳ ትደልዮ ነገር ምምላእኻ ኣቐዲምካ ኣረጋግጽ። ካብኡ ትደልዮ ነገር ክትገብረልካ ኣዝዛ። ከም ዝግበርለይ ወይ ከም ዝኹንለይ በላ። ክትገብረልካ እያ ሓይሊ ተጠቐም ደቂ ኣንስትዮ ሓይሊ ዝጥቀም ወዲ ተባዕታይ ይፈትዋ እየን እዚ ማለት ኣሕምማ ማለት ኣይኮነን ጉልበትካ ተጠቒምካ ተሸኪምካ ናብ ዓራት ውሰዳ ኣብ ዓራት ተሸኪምካ ናብ ትደልዮ ገጽ ገልብጣ ጎቲትካ ሰዓማ ኣብ ጾታዊ ርክብ እውን እንተኾነ ንእሽተይ ሓይሊ ተጠቐም ግን ንታ ጓል ኣንስተይቲ ወይ ንታ ኣፍቃሪትካ ወይ ንታ ሰበይትኻ ማህሰይቲ ከም ዘየስዕበላ እናተጠንቀቅካን እናጠየቅካያን ክኸውን ኣለዎ። ዓርሰ ተኣማንነት ወይ እውን ፉል ሰልፍ ካንፊደንስ ክህልየካ ኣለዎ። ኣነ ደካማ እየ ኣየዕግባን ኣየሐጉሳን ኢልካ ክትሓስብ የብልካን። ኣብ ባዕልኻ ዘለካ ምትእምማን ሙሉእ ክኸውን ኣለዎ። ሙሉእ ምስ ዝኸውን እዩ እታ ጓል ኣነስተይቲ ክትሕጎሰልካ ትኽእል። ዝደጋገም ነገር ዘይምግባር ወይ እውን ሓደ ዓይነት ነገር ዘይምግባር ሓደ ዓይነት ነገር ምግባር ማለት ንኣብነት ካብ ስራሕ ወፂእካ ኣብ ገዛ ምርኻብ፣ ኩሉ ሻዕ ኣብ ካፌ ምርኻብ፣ ኩሉ ሻዕ ወክ ምግባር ማለት እዩ። ርክብካ ብዝበለፀ ሮማንቲክ ሮማንቲክን ዘይድብርን ንምግባር ሓዳር እንድሕር ኣለካ ሓደ ሓደ ግዜ ቫኬሽን ሒዝካያ ውፃእ ሾፒንግ ብሓደ ምሳኣ ኺድ ገና ፍቕረኛኣ እንተ ደኣ ኮንካ እውን ከምኡ ማለት እዩ ሻወር ብሓደ ምሕፃብ እቲ ዋናን ክዝንጋዕ ዘይብሉን እዩ ሓደ ሓደ ግዜ ምስ ፍቕረኛኻ ሻወር ብሓደ ውሰዱ ሻወር ብሓደ ምስ ትወስዱ እ፣ ርክብኩም ዝበለፀ ቀፃልነት ዘለዎ እዩ ዝገብሮ ካሊእን እቲ ዋናን ከዓ ሓደ ዓይነት ፖዚሽን ዘይምጥቃም እዩ። ብግልፂ ጠይቕካያን ኣእሚንካያን ዝተፈላለየ ዓይነት ፖዚሽን ክትጥቀም ኣለካ ኣብ እዋን ፆታዊ ርክብ ማለት እዩ። እዚ ኩሉ ነገር ቅድሚ ምእዛዝካ ወይ እውን ክግበረልካ ቅድሚ ምጥያቅካ ግን ሓወይ ንሰበይትኻ ወይ ንኣፍቃሪትካ ዘድልዩ ነገራት ኣቐዲምካ ክትገብር ኣለካ ኢለ ምኽረይ ይልግሰልካ። እምበኣርከስ ክቡራት ተኸታተልተይ በዚ ዘቕረብኩልኩም ብሉጽ ዝኾነ ሓሳብ እትልወጥሉ ትምህርቲ ከም ዝረኸብኩም ተስፋ ይገብር። ክትሓቱኒ ትደልይዎ ሕቶ ወይ ከዓ ክሰርሓልኩም እትደልይዎ መደብ እንድሕር ኣሎ ኮይኑ ኣብ ኢንስታግራም ዲኤም ክትገብሩለይ ክትጽሕፉለይ ክትሓቱኒ ትኽእሉ ኢኹም ሰብስክራይብ እናገበርኩም ስለ ተበረታትዑኒ ብጣዕሚ እየ ዘመስግነኩም ኣብ ቀጻሊ መደበይ ብኻሊእ ሃናጺ ኣርእስቲ ክሳብ ንራኸብ ሰላም ኩኑለይ ባይ ባይ